ሰላም ሰላም ናይ ኣምላኽ ምሳኹም ይኹን ክቡራት ተኸታተልቲ ኣነ ኣምላኽ መስገን ሰላም ኣለኹ ንስኹምን ሰላም ክትኮኑ በዓልቲ ሙሉእ ተስፋየ ምሳኽን ዘለኹ ሓፍትኽን ዓይኖም እየ ንሎሚ ከዓ ከምዛ ትሪኣ ዘለኽን ቀላልን ጥዕምትን ዝኾነት ኣሰራርሓ ናይ ሶፍየ ይሕዘልክን መፅኦ ዘለኹ ብሓደ ሓቢርና ክሳብ መወዳእታ ነስራሕ እያ ሕጂ ብዚ ከም ዝትሪኦ ዘለኽን ሱፍ ማለት እዩ ሓፂበ ሰኽቲተዮ ኣለኹ ኣብ ድስቲ ክበስለለይ እሱ ክሳብ ዝበስለለይ ከዓኒ በዚ ዘድልየኒ ስቤዛ ክመትር እየ ኣብዚ ሕጂ ሓንቲ ሓባይ ሽጉርቲ ከም ዝትሪኦ ዘለኽን ንቁመት ክሞትረ እቲ ዓቐን ኣብዚ ከምቲ ናትክን ድሌት ኣማታትራ እውን ተደሊኽን ደቂቕ ክትሞትሮ ትኽእላኽን ከምቲ ናትክን ምርጫ ማለት እዩ ከንትፈልጦ ብዙሕ ዘየድልየክኒ ተን ዘይትፈልጦ ኣሕዋተይ ግን ኩሉ ሰብ ይፈልጦ ማለት ኣይኮነን ክንደይ ሰብ ኣለኹም ይገርካ ሱፍ ስራሕ ደይፈልጦ ማለት እዩ ሕጂ ብዝያዳ ማለት እዩ ንዐአን ኣብዚ ከዓ ከምኡ ሓንቲ ሓባ ኮሚደረ ተጠቒመ ኣለኹ እዚ ከዓ ልክዕ ከምቲ ሽጉርቲ ንቑመት ክሞትረ ማራ ፍሩይ ከይከውን እየ ብማእኸል ክስታይ ዝገብሮ ዘለኹ ሕጂ ንኹሉ ከም ትሪኣን ዘለኹ ንኡማት መቲረ ኣለኹ ከምኡውን በዚ እቲ ሱፈይ እንዳበሰለለይ እቲ ዝሰኽተትኩ ከም ዝትሪኦ ዘለኽን ኣብዚ ናይ ሎሚ ዝተጠቐምኩሉ ዓቐን ከዓኒ ሓደ ኩባያ ዳርጋ ሓደ ኩባያ ዝኸውን ሱፍዮ ተጠቒመ እቲ ዓቐን ከዓ ከም ናትክን እቲ ብዝሓት ካብኡ ንላዕሊ ክትጥቀማ ትኽእላኹን ካብኡ ንታሕትን ክትጥቀማ ትኽእላኽን ማለት እዩ ኣዝዩ ብሉጽ ዝኾነ መግቢ እዩ ብሓደ ሓቢርና ክንሰርሖ ኢና ሕጂ ብዚ ከም ዝትሪኦ ዘለኽን በሲሉ ስለ ዝኾነ እንደገና ደጊመ ኣብ መንፊት ገይረ ሓፂበ ኣፅፊፈ ኣብዚ ከም ስሪኦ ዘለኽን ብማሽን ናይ ጁስ ብዘለክን ማሽን ጌርክን ትጥሕንኦ ማለት እዩ ከም ስሪኣን ዘለኽን ይጥሕኖ ኣለኹ እዚ እዚ ናይዚ ዓዲ ናብ ስደት ዘሎ ሱፍ ማለት እዩ ከምዚ ብሱል እዩ ድኹም እዩ ብዙሕ ምብሳል እውን ዘድልዮ ኣይኮነን ዓሰርተ ደቂቕ እያ ነብሲልዮ እቲ ናይ ዓድና ከምቲ ፅልም ዝበለ ተር ይሪሱ ሕጅሱ ፅቡቅ ጌርክን ከተብስሉ ኣለክን ክሳብ ዒስራ ፍርቂ ሰዓት የድልየክን እዩ ንክበስል ኣብዚ ንክትጥሕኖ እውን ደጋጊምክን ክትጥሕኖ ኣለክን ተር ይሪሱ እዚ ግን ብዙሕ ክስታይ ዘድልዮ ኣይኮነን ማለት እዩ ኣብ መጨረሻ ከም ዝተሪኦ ዘለኽን ይኣኽሎ እዩ ምስ በልኩ ብመንፊት ገይረ ይዘውቆ ኣለኹ ማለት እዩ ይፀምቆ ኣለኹ ከም ዝትሪኦ ዘላን ሕጂ ንዕኡ ማንካ ገይረ ሕፍስ ዝበለ ስለ ዝኾነ ስኢሉ ኣይወርድን እዩ ዳስዋይ ከዓ ብማንካ ይጥቀም ኣለኹ ማለት እዩ እዛ ናይ ሎሚ ቢዶይ ክትፈትዋ ተስፋ ገብር ተፈቲኽን ኣኸኣ ከም ቀደምክን ተን ምሳይ ምፀናሕኽን ምትብባዕኽን ኣይፈለየኒ እዩ ቴም ሓደሽቲ ከዓኒ ሳብስክራይብ ላይክ ሸር ብምግባር ምትብባዕኹም ኣይፈለየኒ እዩ ሕጂ ብዚ ኩሉ እቲ ዝጠሓንክዎ ከም ትሪኣን ዘለኽን ፅቡቅ ገይረ ጸሚቐዮ ማለት እዩ ሕጂ ብዚ ካብ ምስ ትሪኦ ዘለኽን ሓፊስ ትኾይኑ ማይ ክትውስኻሉ ትኽእል ኣኽን ኖርማል ማለት እዩ ተዘይኮይኑ ግን ከምዚ ጽቡቅ እዩ ዘሎ ማለት እዩ ናተይ ሕጂ ነቲ ዝመተርኮ ስቤዛ ኩሉ ናብኡ ክገብሮ እዩ ማለት እዩ ከምቲ ዝበልኩኽን እቲ ናይ ኣፍሪቃ ጸሊም ሱፍ ተኾይኑ ግን ምስ ጸመቕክንኦ ደጊምክን ክትጥሕኖ ኣለክን ማቴዎስ ተሪር ስለ ዝኾነ ብዙሕ ጽቡቕ ጌሩ ኣይጠሓነልካን እዩ። ደጋጊምካ ክትጥሕኖ ትኽእል ኢኻ እሱ እዚ ግን ብዙሕ ምድጋም የድልየካን እዩ። እዚኣ ሱፍ እዚኣ ትፈልጣ ትፈልጣ እኽን ኣዝያ ጽብቕትን ብልጽትን ሱፍ እያ። ሕጂ ብዛ ከም ዝረኣኽንኦ እቲ ሽጉርቲ ዝመተርክዎ ከምኡውን ኮሚደረ ከምኡውን ሓደ ማንካን ፈረቓን ጨው ተጠቒሙ ኣለኹ። ጨው ትፈትዋ ተኾይንክን ክልተ እውን ክትጥቀማ ትኽእላ እኽን ሕጂ ንዕኡ ከዓ ፅቡቅ ገይረ ኣወሃሂደ ማለት እዩ ኣብዚ ከም ትሪኦ ዘለኽን ክልተ ጣይታ እንጀራ ብክስታይ ኣኽቢበ ቆሪፀዮ ኣለኹ ማለት እዩ ንዕኡ ከዓ ፅቡቅ ገይረኡ ክሓዋውሰ ማለት እዩ ብዙሕ ኣይገላብጦን እየ ፅቕጥፅቕጥ ጥራዮ ዘብሎ ነቲ ማይ ከም ዘተርክስ እቲ ዲዛይኑ ከይበላሸወና ብዙሕ ተዘይገላበጥና ይሓይሽ ድሓር ኣብ መጨረሻ ከም ዝትሪዮ ዘለኹም ብፌስታል ገይረ ሸፊነ ክጎድፈ እየ ብዙሕ ከዓ ኣብዚ ክንገብሮ ዘይብልና ከነድርቆ የብልናን ክሳብ ድርቕ ዝብል እንጀራ ከነእትወሉ የብልናን ማይ ክተርፍ ኣለዎ ክፀቕጦ ከለኹን ሕጂ ርእዮ ናተይ በቲ ጎኒ ከማን ይረአ ኣሎ ማይ ኣለዎ ድሓር ድሕሪ ዓሰርተ ደቂቕ ሓሙሽተ ደቂቕ ከዓ ከምዚ ትርእዮ ዘለኽን ፅቡቅ ኮይኑ ተቢልለይ ማለት እዩ ብላዕሊ ዘእትኹዎ ከዓ ጉዕን ፓፕሪካ ቀይሕን እየ ተጠቂመ ከም ትሪእዎ ዘለኽና መጨረሽታ ፅቡቅ ስቲ ኣቢልዎ ማለት እዩ ከምኡውን ተርኪሱ ኣብ መወዳእታ ከምዚኣ ኮይናትለይ ናይ ሎማዓንቲ ቢደይ ክትፈትዋ ተስፋ ገብር ንቀደም ብሓደ ኮይና ንብላዕ ብሩኻተይ ሕጂ ብዚ ተደሊና በይኑ ከም ዝረኣኽናን ክትበልዕኦ ትኽእል ኣኽን ከምኡውን ምስቲ ካልኣይ ሳልሳይ ፀብሒ ክኾነና ብጎኒ ክንጥቀመሉ ንኽእል ኢና ኣብ ውራይ እውን ክኾነና ይኽእል እዩ ኣዝዩ ፅቡቅ መግቢ እዩ ተለሚድናዮ ማለት እዩ ብካልእ ትሕዝቶ ክሳብ ዝምለሰክን ሰሰናዩ